ከመይ ትለኣይ ኣለዉ እንደ እቶም ቆልዑት ትምህርቲ ከይዶም ኣለዉ ማማ ከዓ ጌሻ ኣላ ማማ ጌሻ ጌሻ ደለካ
ወፅያ ክብለ
ኦኬ ኣነ ኣጋጣሚ ትሬን ምስ ፀናኹስ ምስ ዘወትለይ ገዛ ምፅብ ስልኩ ዝተሓጎስኩ ክነግራ ኪከለ ምክንያቱ ፅቡቅ ስለ ዘይገረፍኩኺ ልበይ ኣይቀሰነን ናይ ደሓነይ

ሓሳባት ከወርድ ክነይብ እንተ።
ዓይንኻ ቀይሑ ምስልኻ ከኣ ገለ ነገር ክዛረብ ደልየ ይመስል።
ምስልኺ'ዩ ድሓር ናይ ብሓቂ ጽቡቕ ኣለኺ ውሽጠይ ውን ኣብ ገጸይ ከተንብብዮ። እዋይ ሲገሲ ውሽና ኣለኹ ካኣ ጽቡቕ ኣለኹ ኢለ ኣይሐጎስኩኻን ድየ።

እቲ ሓደ ንገሩ። እንታይ ኢላ ትስንብድ?
እስከ ጽናዕ ኣሳ ግበራ በሎ።
ማንካ ሓቅኻ ከ በቲ ሓደ ነገርካ ተሪኢኻ ኢኻ ንዓይ ኣሰንቢድኒ ዘየሰንብድ ኣይኮነን። ከመይ ኣዛረበካ
ሰንቢዳ ሰንቢዱ ዘሰንብድ ኣይኮነን ዘሰንብድ እዩ እስካን ክሰንዕ ሕጂ ተረዳእኒ። ንእሳት ካብቲ ናይ ቤት ትምህርትና ርእየስ ክረኽቦ እየ ገለ እንዶ በልኩ በዚኣ በየን ከይዱ በዚኣ ከይዱ ከይበልኩዎ ፊት። ህልም ኢልኒ ጠፊኡኒ ጎመራ ተወቅጥ ጎመራ ትመስክር ጎመራ ሃሃ ትምህርቲ ይመጸኒ ኢሎምኒ ድሓን ድኣ ትምህርቲ ዘይመጽኣ እንታይ ድኣ። ዘጋጠመ ስንባደ ዘስሕቕ ድዩ?
እንታይ ደስሕቕ ድኣ ተጠሊዕካ ዘብኪ ሞት ሕጹይ እምበር።
ተጠሊዕካ ዘብኪ ሞት ሕጹይ። እወ። እሳትን ጎመራን ዘሎ። ይገርመካ እዩ። ያላ በል ጽቡቅ ገይረ ክሕዘካ ሕጂ።
ባሻይ ደኣ ተላሊናዮም እንዲና።
ባሻይ ቀሺ ከንቲባ ንኣባዓ ግዘ ናይ ዝተማሓል ያላ
ሚካል ንዞሮንጣ ረኺበያ።
እንታይ ኢኻ ዞሮንጦ ኢልካ? ብቋንቋ ሽወደን ድዩ? ዕባይ ከተማ
ንስኽን ጥራይ ዶ ብቋንቋኽን ከተሽካዕና ኮንክን? ወይ ሰወ ዱቂሸት ክተዋንዎ ዝመጻኻ ድኣ ሕጂ እንድዩ ተረዲእኒ። እንታይ ማለት ኢዩ እቲ ከተዋህመኒኸ? ከምቲ ኣብ ወጦጦሮ ዘሮንጦሮ ዝበልካያ ከማይ ኢያ ከኣ እዚኣ ሕጂ። እዋ
ንስኻ እባ ምዕቡል ወዲ ከተማ ከመይ ጌርካ ድኣ ፈሊጥካዮም ወጦጦ ዘሮንጦ።
ደይ ኩሎም ሓደ ኢዮም ወጦጦ ዘሮንጦ ጎሮጦ።
ዋይ ጦጦ መዓልቲ። ስቅ ኢለ እንዳ ኣለ ናብ ዘምጻኒ ጉዳይ ግዳይ ዘይኣቱ ስቅ ኢለ። ዶንጊኺ ዓርኩ ሱር ዓንት ኮይነ ጌረካ እንዴ። ሚካልን ኣደ ቆልዓን ከምዛ ርግቢት ክናኻኸሱ ሪኤዮም።
ሚካል ምስ ወንተባይ ሳርያ እንታይ ከ ክናኻኸሱ ገለ ኢልካ እንዳ።
ኣታ ጎመራ ኣነ ገድድ ረጋቢት እባ ኣስድዮም። ምስ ሓደ ተጣማጢማ ጸኒሓትኒ ክስዓሙ።
መን ሚካል ሰመራ ክኾን ክኽእል ኣለዎ። ወላዲተይ ይብለካ ኣለኹ ጎመራ። ኣብ ማእከል ጽርግያ እዮም ተሓናጊሮም ጸኒሖምኒ።
ሚካስ ምስ ሓደ ወዲ ኣብ ማእከል ጽርግያ ተጓራቢታ ትብለኒ ኣለኻ ትብሎ ዘለኻ ይርድኣካ ኣሎ ድዩ? እንታይ ተጓራቢታ? ሳዓው እምበር ጸኒሖሙኒ። ሰናይ ሰናይ ኣብዚ ዓዲ ንሰብ ኣልዕል ኣቢልካ ክትውንጅሎ ከቢድ ከም ምዃኑ ትፈልጥ ዲኻ? ኣይትጠራጠር ብዛዕባ እዚ ክንዲ ዝኸበደ ይኽበድ ብዓይነይ ርእየዮ። እሞ እንታይ ደኣ ኢልካ? ኳሬንቲ ጨቢጠ እንታይ ደበሃሊ? እሞ እቲ ወጦጦ ድዩ እቲ ርግቢ ድዩ ገለ ድበልካዮ ንግጥሚ ሪዳ ትፈልጦ ጥራይ
መን ድዩ መሲልካ ትምሳኻ ተማኺሩ ኣብቲ ባርቤሪ ርእሰይ ማጉላ ክገብረኒ ዝሓሰበ ትምሳይ ተማኺሩ ጨጉራ ከበላሽወካ ድሓሰበ ሰብ ኣንታወ
እቲ ሲኩ ዶ ስልኪ ዝብልዎ ቁንቀማ እቲ ልሕቲት ዘይከውን። ቢንቢነ ሱራኻ ኺብለን እኣ።
ይገርመካ እዩ እታ ቁምቆም ዝኸድኩላ ሽዑ እዩ በቃ ኩነታታ ፈሊጡ ፍቅሪ ካብ ጅምሩ ሕጂ እዮም ነዊሕ ኣይከዱን።
ስማዓኒ ሰናይ ሚካል ኣነ ካልእ ዓርኪ እየ ዝፈልጠላ።
እሞ ኣነ ብዓይነይ ዝረኣኩዎሲ ብስልኪ ዝበልኩካ ልሕሉሕ ቆልዓ እዩ።
Damn።

ኣፍን ምዕጉርትን ጠፊእኒ ልብን ኮላሊትን ከምቲ ጻዕዳ ኢደይ ፈልየ ዝፈልጥ ወናም ሓራዳይ እኳ ነይረታ ደቂ ዓድና ከድካ ሕተተለይ ባክግራውንድ ናተይ ክነግሩኻ እያ
እሞ ኣፍ ናብ ተሳዒሞም ኢልካ ኢኻ ንእሳት ክትነግሮ ሓሲብካ ሄርካ
እንታይ ድኣ
ሰናይ ክሕግዘካ እንዲ ሓሲበ ነይረ ክሕግዘካ ዝሓሰብኩ እውን ኣቋሪጸ ኣለኹ ሶሪ ጎመራ ሕማቅ ተዛሪበ ድያ ከይተረዳእኒ። እዎ ውዕል ፈሰስ ኢኻ። ኣነ?
ዝተዋዓልናዮ ጠሊመ? እዎ ጠልም እኮ ትጸልእ።
ዝጠልም እኮ ትጸልእ ከኣ ትብል? ብቀዳማይ እንታይ ኢና ተባሂልና? ብቀዳማይ እንታይ ተባሂልና? እሺ እንታይ ተባሂልና? ሰናይ
እዚ ኣነ ንስኻ ንገብሮሲ ንዝኾነ ሰብ ንኸይንነግር ምሽቃል ተኣታቲና ምስጢር ንሓዞ ምሽ ተባሂልና። እንታይ ጌረ ከኣ ትብለኒ?
ኣይትሕረቕ እሞ እሳትሲ ኩሉ ፈልጥ እዩ ንሱ ኢኻ መጀመርያ ዓርኪ ኣለዋ ኢሉ መጺኒ ስለ ዝፈልጥ ኢኻ ንኽልቴኹም ክረኽበኩም ዘለኹ ኣነ ብኻልኣይ ትረዳዮ። እሳት መንገገብ ሒዙ ዝወረደ መልኣኽ ኢሎሞ ከኣ ድዮም ምሽ እሳት ኣምላኽ ከማን ክፈልጥ የብሉን።
እሺ ዘሕርቕ የብሉን። ሕጂ ውን ካልኣይ ግዜ ክነግረካ እየ ብቐዳማይ ኣብ ክልቴና ዝሰርት ምጺኢድ ኢለካ ድኾነ ሰብ ክፈልጥ የብሉን።

ሕጂ ከማን ኣነ ንስኻ ምስ ራራ ጥራይ ዝውዳይ እዚ ክኸውን ዝኽእል ሂወተይ ማዕረ ሂወተይ ድኻ ስለ ካብ ክርዳኣካ ኣሎ ድዩ ሕጂ ጥራይ እንዳ ሞቀርካ ንወከ ናብ ንገዛ ክምለስ ዝኽእል ከመይ ከ ኔሩ ብኸመይ ከ ክነብር ይከኣል።
ኣታ ወደይ ምስ ሚካል ሻይ ንሰቲ ነርና ስኢላ ገንጨርጨር ኢላትላይ እይ እንተ ኮይና
ወንዲ እንታይ ፈይተ እሞ ካብ ዝተበጊሳ ብላክኒ ስኢላ ገንጨርጨር ምስ በለትለይ ከምዚ ናይ ቁጥዐ ምልክት ምስ ረኣኹላ ከኣ ንኻ እንታይ ገር

ሕጂ ከፍኦም ን ፋዘራ ንዚኣ ፓላስ ዋና ክኸውን ይኽእል እዩ ንስኻ ከኣ ካብ ጸልግም ደሓንካ ኔርካ ዋና እዚኣ ገዛ ሰናይ ኣቢሎም ሰናይ መን እንተተባሂልካ ዋና እዛ ፓላስ ምተባሃልካ ኔርካ ኣዴታትና ማርያ ንብጽሑ ትፈልጥ ኢኻ ምሽ እዚ ኩሉ ኣዝማሪኖ ጤነቱ ምስ ፈለ ኣዴታትና ጠጠው ኣቢለን ዓይለን ኣሎም ክጽብ መዓት ገዛውቲ ዶ ኮነ በዓል ካቴዳር በዓል ማርካቶ ገዛ ማና ብምሉኡ ከኣ ንደቀን ገዲፈን ኣለዋ። ይሰምዓካ ኣለኹ። በቃ
ካብ ምሩጽ ዘርኢ ወሊደን ንደቀን ደቂ ደቀን ኣብ ብሉጽ ገነ ዝኾነ ገዛውቲ ኣስፊረንኦ።
እሞ ሓቂ እንዲና ኣዴታትና ወለካስ ምራ ሃብታም ክብላ። እንታይ ደኣ
ካብ ሰናይ ጽሬት ሰናይ ወዲ ፓላሶ ዝብል ሳጓ ምወጻካን እዩ። እዋእ እሞ እዚኣስ ከይዳ Have your እያ። number please?
ናምበር ዋት?

ንገረኒ እባ ክሓተካ ኣብኪ እየ ፀኒሐ
እንታይ እሞ ክነግረኪ ኣነስ ወላ ሓንቲ ዝነገር የብለይ ንሳ ደኣ ዝንገር ተሃልዩ ክንገርኒ እምበር ሶሪ ዳማይ ከዓ ከምዚ ድፍር ኢለ መልሰልካ ብጣዕሚ ሕማቅ ስለ ዝነበርኪ ሕማቅ ከም ዝነበርኪ ደኣ ነጊረኪ እንዴ

መዓስ እዩ ጀሚርካ ጸብጻብ ምሃበና ሽዑ መድሃኒትካ ብግቡእ ክንህበካ ኢና።
ቁሪቁሪ የብለኒ ገብገብ የብለኒ ሰብ ክትስእ ኣነ ይድቅስ ሰብ ክበልዕ ኣነ ይጎዪ በቃ ከመይ እሞ ክብለካ ክገልጾ ይከኒ።
መዓስ ብኸመይ ጀሚርካ የእለና ክሕግዘካ። ስምዓኒ ዕለቱ መዓልቱ ዝሓዘኒ መዓልቲ ይዝክሮ ነይሩ።

ኣታ ንሳ ወጣ ሸንክለውለው ኣቢላታ እዛ ልበይ። እንታይ
እንታይ ትብል ኣለኻ እታ። ከመይ እያ እዛ ዝብለካ። ትላገጽ ኣለኻ ዋላ እንታይ ዘይከውን። እንታይ ኮይኑ ዘይከውን ፈለማ ሰንቢትካ ድሓር ከ ኣይከውን እዩ ትብለኒ እንታይ ኮይኑ ዘይከውን። ቢኒ ትላገጽ ኣለኻ ዋላ እንታይ እንታይ ከ ሽንቅርቅር ተብሎ ዘዕላ ኣይከውን እዩ ኣይከውን እዩ ዝኸውን ካልእ ኣምጽእ። ሕራይ እንታይ ኮይኑ ዘይከውን ምክንያቱ እስከ ንገረኒ።
ጽቡቕ ምክንያቱ ስለ ዘይከውን ኣብ ጥፉእ ግዜኻ ትዛረብ ዘለኻ። ኣበሃህላኻ ከምዛ ዝብለካ ስምዓኒ ንዓኻ ዲኻ ደሊኻ? ይደልያ ድየ ዘለኹ ዋላ ሳርያ ትደልየኒ ዘላ ግዜ ክምልሰልካ እዩ። ከመይ ዓይነት ቆልዓ ምዃና ዶ ትፈልጥ እዚ ትብሎ ዘለኻ ምስሓቐካ ነይሩ።
ቢኒ ሓወይ ብጣዕሚ እየ ዝፈትወካን ዘኽብረካን ምሳኻ ክከኣሳሰር ኣይደልን እየ እዛ ቆልዓ እዚኣ ግን ናተይ ኮይና ኣላ።
ሲኮ

ከንተሓጋገዝ ቃል ኣቲና ስለ ዝነበርና እየ። ንሱ ደኣ ጽቡቕ ኣለኻ እንድዒ ወደይ ሽዑ ከኣ ሳክት ተሸርሺረ እንድየ ነይረ ኮይነ። ብዝኾነ
ሕጂ ኾነ ምሉእ ብምሉእ ተፈቲሑ ድዩ? ንሱ እሞ ጽነሐልና ካብታ ኣቶ ግና ዝተባህለልካስ ነዛ ክትርእየኒ ኣይደፈርካን። ተቂንካ ዶ ኣለኻ ማለት ድዩ? ሚካኣለይ
ልበይ ብኣኺ ክትኩሪ ኣይኮነትን ክትቅየም ከማን ኣይትኽእልን እያ። እሞ እንታይ ኮንካ ደኣ እንዳጠመትካኒ እተዕልል?
ከይሸግረኪ እታ ናይ ቀደም ሚካለይ ባንጽለይ። እዋእ ኣታ ገለ ክትዛረብ ኢኻ ሕጂ ከ ተቀይረካ ድየ።
ሚካለይ ንግደፎ ሕጂ ከኣ ከየኾርየኩሞ ብዘይ መፋነዊ ከይትሰጉኒ። ልሳንኪ ኣይትቀይምክን ትብል ዘላ እምበር ልብኻ ቂምታ እያ ትጎስዕ ዘላ። ኣጥቢቑ ዝሓትት ሞት ሓዊ ርዳእክን ዝበሃል።

ኣመና እንዲኻ ዋላ ሓንቲ ብዝሃብካና ክንቅበሎ ኢና ኣነ ግን እታ ንግስነተይ ቀሪባ እንድያ ዓሚ ምስ ኮንኩ ከምዚ ናትካ ኣይኮንኩን ክኸውን ነቶም ናተይ ሰባት ሽኮላታ ችቾሮ ብጣዕሚ እያ ከምኡ ኢለ እየ ክጽዋም ኣነ ፎፎል ተሪፉካ ኣሎ መልሓሰኛ።
ቢኒ ብምንታይ ከረደኣካ ክእል እቲ ዝኾነውካዮ ዝነግረካ ዘለኹ ምስ ሚካል ተጀሚሩ እዩ።

ሕማቕ እንዳረኣኻዮ?
እዎ ኣይበሃልን እዩ። ንሓደ ሕማቕ ዘሎ ሰብ ኣብ ጭንቀት ኣለኻ ኣይበሃልን እዩ። ኣብ ጭንቀት ኣለኻ ኣብ ጭንቀት ኣለኻ ስለ ዝበልካዮ መፍትሒ ኣይኮነን። እምበኣር ካብ ጭንቀት ኢኻ ዘለኻ። ሽዑ እየ ኢለካ እምበር ምን ኢልካ ሕጂ። ውሽጡ ሰላም ዝኾነ ሰብ
ደጉኡ ሰላም እዩ። ውሽጡ ዝተረበሸ ሰብ መንፈሱ ድማ ርቡሽ። ስለዚ መንፈስኪ ተረቢሹ ኣሎ ትብለኒ ኣለኻ ማለት ድዩ?
ንሓደ መንፈሱ ዝተረበሸ ሰብ ተረቢሽካ ኣለኻ፣ ተረቢሽካ ኣለኻ ብምባል መንፈሳዊ ሰላም ኣይተምጽኣሉን ኢኻ። ኣለኺ ዶ?
ኣለኹ። ኣምላኽ ይመስገን ሰላም ኣለኹ ኣነ።
ዝመሃርክኒ ኣደገምኩ።
በቃ እሞ ሰናይ ኣና ገድፈካ እስኻ ትምህርትኻ ኺድ ኣነ ኸኣ ናብ ጉዳየይ ክኺድ።
ሕጂ እኮ መሲ እታ መምሃራን እኮ ክንደየናይ ከይጸንሑኒ እቲ ቤት ትምህርቲ ግን ኣውጽንሓኒ ክኾን እዩ።
እንቃዕ ሕጂ ኸኣ ቴለፎንካ ከይትርስዓ ዛሪበን እምበር ኴንካ።

እወ ኣይተጋገኻን እኳ ፍቕራዊ ትምህርቲ ኣብ ልበይ ኮይና ኮርስ ትወስድ ኣላ።
ኒሚካል ኣነ ናይ ብሓቂ የፍቂረያ ትሕግዘኒ እንተኮይንካ ሓግዘኒ ድሕሪ ዘይትሕግዘኒ ኮይንካ ስቕ በል ቀዲሙ ምኸብኒ ሓወይ
ብሰብ ወረ ሰሚዕካ ኣይትኾን ኣብኡ የላ ናብ ትምህርቲ እያ ዘላ ኦኬ ተምፅያ ኸን ኩሉ ግዜ እኳ ቤኒ እንጀራ ኢና ከተኸፍተለይ ብከምዚ እንተምፅያ ኸ እንታይ ትበኒ ድላይካ እንድሕር ዘየምፃእካ ያኸ ድሌትካ ቢና ዓርከይ ተን ዘለዋኒ ገንዘብ ክበካ እንደ

ፈረቃን ከማን ኣሰልቸኻና እኮ ሕጅስ። ምስ ሚካል ፍቅሪ ጀሚርካ ማለት እዩ። ኡፍ ኣታ ቢኒ እታ ኣንታይ መንፈሰይ ፋሕፋሕ ኣቢላቶ ዝነበረት ቆልዓ እሰይ። መጀመርያ መጀመርያ ሶሪ ኢለካ እየ ካልኣይ ነገር ከኣ ሓደ ሰብ ሕማቅ እንድሕር ሃልዩ ሕማቅ ኣለኻ ኣይበሃልን እዩ። ሕማቅ እንዳ ረኣኻዮ?
እዎ ኣይበሃልን እዩ። ንሓደ ሕማቅ ዘሎ ሰብ ኣብ ጭንቀት ኣለኻ ኣይበሃልን እዩ። ጭንቀት ኣለኻ ብጭንቀት ኣለኻ ስለ ዝበልካይ መፍትሒ ኣይኮነን እምበኣር ካብ ጭንቀት ኢኺ ዘለኺ። እሹ እየ ኢለካ እምበር ምን ኢልካ ሕጂ። ውሽጡ ሰላም ዝኾነ ሰብ ደገኡ ሰላም እዩ። ውሽጡ ዝተረበሸ ሰብ መንፈሱ ድማ ርቡሽ። ስለዚ መንፈስኪ ተረቢሹ ኣሎ ትብለኒ ኣለኻ ማለት ድዩ?
ንሓደ መንፈሱ ዝተረበሸ ሰብ ትርብሽካ ኣለኻ ትርብሽካ ኣለኻ ብምባል መንፈሳዊ ሰላም ኣይተምጻለና ኣለኽ ዶ
ኣለኹ ኣምላኽ መስገን ሰላም ኣለኹ ኣነ
ዝመሃርክኒ ኣደጎምኩ
በቃ መሰናይ ኣናገድፈካ ንስኻ ትምህርትኻ ኺድ ኣነ ኸዓ ናብ ጉዳይ ክኸይድ
ሕጂ እኮ መሲ እቶም መምሃራን እኮ ክንደየናይ ከይጸንሑኒ እቲ ቤት ትምህርቲ ግን ኣብ ጽንዓን ንክኾን እዩ።
እንቃዕ ወለድካ ቴለፎንካ ከይትርስዓ ዛሪበን እምበር ኴንካ እዋይ ካብ መዓስ ኢካ ከምዚ ኾይንካ ወደይ። ኩሉ ንምስማዕ ንምርኣይ ምቕናይ ጥራይ ምቕናይ።
እንተኾንካ ደኣ መታሕን ቴለፎንካ ደልወልካለይ።
ክርብሸኪ ደለኹ ኣብ ትምህርቲ ክረኽባ ኢለ።

ብሰብ ወረ ሰሚዕካ ኣይትኾን ኣብኡ የላ ናብ ትምህርቲ እያ ዘላ ኦኬ ተምፅያ ኸን ኩሉ ግዜ እኳ ቢኒ እንጀራ ኢና ከተኸፍተለይ ብኸምዚ እንተምፅያ ኸ እንታይ ትብል ድላይካ ንድሕር ዘየምፃእካያ ኸ ድሌትካ ቢኒ ዓርከይ ተን ዘለዋ ንገንዘብ ክበካ እንደ ዋላ ብሂወተይ ድሌትካ ክትገብር ትኽእል ኢኻ ወላሂ ይብለካ ኣለኹ ንድሕር ዘየምፃእካያ መልሓስካ ኣንትበግ ግን ሓደ ማሕላ ክደሊ እየ ምክንያቱ ምስ ረኣኻያ ከይተሰምደለይ ከምዘን ሓመት ትጨብጠኒ ወላ ሓንቲ ይብለካን ገንዘብካ ትወስድ። እንታይ ከምዘን ሓመድ ከምዚ ገለ በታ ትፈትዋ ወላዲትካ ማሓለልካ እምነካ።
ብወላዲተይ ድመጻኒ ይፈቱ ነይረ ኣደይ መጻወቲት ኣይኮነትን ግን ብኣ ምሕላልካ እዩ እንድሕር ዘየምጻካያ ግን።